ደቂ ኣንስትዮ ብዕድመ ምስ ዝዓብዩወን ደቂ ተባዕትዮ ርክብ ክደልያ ከለዋ ከምዚ እየን ዝገብራ። ደቂ ተባዕትዮ ግን ነዚ ይስሕትዎ እዮም። ሓደ ሓደ ግዜ ከም ንእሽቶይ ሓፍትኻ ወይ ከም መሓዛኻ ዝቐረብካያ ጓል ድሕሪ ቁሩብ ግዜ ክርድኣካ ዘይክእል ተቐያያሪ ወይ እውን ዘይልሙድ ጠባያት ትርእየላ እሞ እንታይ ማለታ ምዃኑ ግን ርግጸኛ ኣይኮንካን። ምናልባት እዛ መሓዛኻ ምሳኻ ገለ ፍቕራዊ ርክብ ደልያ ዶ ትኸውን ኢልካ ትሓስብ። ተኾነ ግና ክትሓስቦ ከለኻ ምሳኻ ብዕድመ ዘይትማጣጠን ከምኡ'ውን ቅድሚ ሕጂ ሓሲብካዮ ስለ ዘይትፈልጥ ርግጸኛ ንምዃን ትጽገም ትኸውን። ወይ ድማ እዚኣስ ንዓይ ከመይ ይኸውን? ኣነ ብዕድመ ስለ ዝዓብያ ምሳይ ክትብል ኣይትኽእልን'ያ ኢልካ ክትሓስብ ትኽእል ኢኻ። ግን ስለምንታይ ከምኡ ክትገብር ዘይትኽእል ኢልካ ትሓስብ? ካብቲ ዘገርም ነገር ደቂ ኣንስትዮ ኣብ ነዊሕ ግዜ ብልምዲ ብዕድመ ምስ ዝዓብይወን ኣወዳት ዝያዳ ኣብ ናይ ብሓቂ ፍቕሪ ይኣትዋ። ደቂ ኣንስትዮ ብዝተፈላለየ ምኽንያት ምስ ብዕድመ ዝዓብይወን ኣወዳት ኣብ ፍቕሪ ክኣትዋ እየን ዝደልያ። ኣብቲ ዓብየ እየ ትብለሉ ክልል ዕድመ ስለ ዘለኻ፣ ኣብዚ ዕድመ እዚ ንእሽተይ ጓል ክተፍቅረኒ ኣይትኽእልን እያ ኢልካ ንገዛእ ርእስኻ ኣይተእምን። እዛ ጓል እዚኣ እንተደልያትካ እዞም ሕጂ ንጠቕሶም ገለ ገለ ነገራት ክትርእየላ ኢኻ። ስለዚ ኣወዳት ተዳለዉ። ምናልባት ንነዊሕ እዋን ክትብህገካ ጸኒሓ ክትከውን ትኽእል እያ። ግን ኣጆኻ ጸገም የብሉን። ማይ ኣይሓለፎን ግዜ ኣለካ። ሓንቲ ብዕድመ ትንእሰካ ጓል ብኣኻ ተሳሒባ ከም ዘላ ብኸመይ ትፈልጥ? ክትረኽበካ ከላ ቀይሕ ክዳን ትኽደን እንተ ኾይና፣ መቸም ንዘመናት ወይ ድማ መዋእል ክንብሎ ንኽእል፣ ደቂ ኣንስትዮ ቀይሕ ሕብሪ ዘለዎ ክዳን ክኽደና ከለዋ፣ ኩሉ ግዜ ብፍላጥ ድዩ ዋላ ብዘይፍላጥ ምስ ጾታዊ ስምዒታተንን ባህግታተንን እዩ ዝተሓሓዝ። ዳርጋ ኣብ ኩሉ ናይ ፍቕሪ ልብወለድን ሆሊውድ ዝሰርሕዎ ፊልምታትን እዚ ሕብሪ እዚ ኣብ ደቂ ኣንስትዮ ሱር ሰዲዱ እዩ። እታ ጓል ንጾታዊ ስምዒታት ዘለዓዕል ቀይሕ ክዳን ተኸዲና እንተላ፣ መብዛሕትኦም ደቂ ተባዕትዮ ብሃንደበት በታ ጓል ኣንስተይቲ ይሰሓቡ እዮም። ካልእ ደቂ ኣንስትዮ ኣብ ናይ ሓቂ ህይወተን ዝገብርኦ ድማ ካብ ቀይሕ ሕብሪ ክዳን ሓሊፉ፣ ቀይሕ ሊፕስቲክ ብምግባርን ቀያሕ ኣዝማልቶ ብምልካይን ክኸውን ይኽእል እዩ። ሓንቲ ጓል ኣቓልቦ ናይ ሓደ ወዲ ክትስሕብ ክትፍትን ከላ፣ መጀመርያ እትገብሮ እቲ ቀይሕ ሕብሪ ዘለዎ ክዳን ብምግባርን ቀይሕ ሊፕስቲክ ብምልካይን፣ ናይ ምሽታት ህዋሳትና ኣብ መዓልታዊ ህይወትና ዘለዎም ጽልዋ ኣዝዩ ኣገዳሲ እዩ። ዘይንፈትዎ መግቢ እንተ ጨንዩና፣ ሸውሃትና ብኡ ንብኡ ይዕጾ እዩ። ክንበልዖ እውን ኣይንደልን ኢና ምሽ? ልክዕ እዚ ድማ ኣብ ፍቕራዊ ርክብ ይሰርሕ እዩ። ስለዚ እየን ድማ ደቂ ኣንስትዮ ንብዕድመ ዝዓብይወን ደቂ ተባዕትዮ ክስሕባ ክፍትና ከለዋ፣ እቲ ዝልከየኦ ጨና ጥዑም፣ ንጾታዊ ርክብ ዘለዓዕል ክኸውን ይኽእል። ጥዑም ጨና ምስ ዝጨንዎም ሰባት፣ ቅድሚ ንዓኻ ምርኣዮም ነቲ ጨና ክካፈልዎ እዮም ዝደልዩ። ወይ ድማ ጥዑም ደስ ዝብል ጨና እንተ ትጨኑለኻ፣ ሰባት ቅድሚ ንዓኻ ምፍላጦም ይሰሓቡ እዮም። እቲ ጽቡቕ ነገር፣ ናይ ምሽታት ህዋሳትና ኩሉ ግዜ፣ መብዛሕትኡ ግዜ ምስ ተዘኩሮታትን ስምዒታትን ዝተተሓሓዙ ምዃኖም እዩ። ስለዚ ሓንጎል ነቲ ጥዑም ጨና ሓንሳብ ምስ ከዘኖ፣ ንመዋእል ንኽልቴኹም ዘራኽብ ፍሉይ ጨና ኣሎ ማለት እዩ። በዚ ዝተላዕለ ድማ ኣካላትኩም ዘሐጉስ ሆርሞናት ስለ ዘፍሪ ነቲ ናይ ክልቴኹም ብሓባር ዘሕለፍኩሞ ጽቡቕ ተዘክሮታት ድማ እንደገና ከሐድሶ ይጅምር። ብዕድመ ዝበሰሉ ደቂ ተባዕትዮ ነብሰ ምትእምማን ዘለዋን እንታይ ከም ትደልን ዝደለየቶ ንምርካብ ውን ክትሓትት ዘይትፈርሕ ጓል ይፈትዉ። ዋላ ውን ብውሽጠን ርእሰ ምትእምማን ዘይብለን ደቂ ኣንስትዮ ኣቓልቦ ናይቲ ወዲ ምእንቲ ክስሕባ ብኣካላዊ ምንቅስቓስን ብኣካላዊ ኣቋውማን ነብሰ ምትእምማን ከም ዘለወን የምስላ'የን። እዚ ድማ ብጣዕሚ ጽቡቕ ልምዲ እዩ ምኽንያቱ ዝያዳ ርእሰ ምትእምማን ከም ዘለካ እናምሰልካ ብዝኸድካ መጠን ናብ ናይ ብሓቂ ርእሰ ምትእምማን ክሳብ ዝቕየር፣ ኣእምሮኻ ክኣምኖ ክጅምር እዩ። ሓንቲ ነብሰ ምትእምማን ዘለዋ ጓል ድማ ንኹሎም እቶም ዝርእዩዋ ኣብ ዓይኖም ዘእትውዋ ክጥምትዋ ከለዉ ርእሳ ሓፍ ኣቢላ እያ ትኸይድ። ሓንቲ ጓል ንሓደ ብዕድመ ዝዓብያ ወዲ ክትስሕብ ክትፍትን ከላ ንሱ ክሪኣ ከሎ ብዙሕ ዘሕለፈት ክትመስል እያ ትደሊ። ላዕሊ ደረጃ ብስለት ከም ዘለዋ ክተርእያ ትጽዕር። ብዙሓት መንእሰያት ደቂ ኣንስትዮ ዘፍርሐን እቶም ብዕድመ ዝዓብይወን ደቂ ተባዕትዮ ብሱላት ዘይኮና ኮይነን ከይረኽብወን እዩ። ዋላ ሓደ ወዲ ከም ቆልዓ ዝስዕብያ ኣፍቃሪት ኣይደልን እዩ መቸም። ስለዚ ብስለታ ንምርኣይ ኣጋኒና ብስለት ኣለኒ እያ ትብል። ደረጃ ብስለታ እተደኣ ኣሚኑሉ ምስኡ ከም ትኸይድ እንተደኣ ኮይና ተሰሚዓቶ ወይ ድማ ካብ ካልኦት ብዕድመ ዝነኣሳ ደቂ ኣንስትዮ ብስልቲ ኮይና እንተረኺብዋ እቲ ዝምድና ንኽቕጽል ዝያዳ ዕድል ክህባ እዩ። ገሊኤን ደቂ ኣንስትዮ ብጋህዲ ደፊረን ቀጥታ ክንእዳኻ ነቲ ኣባኻ ባህ ዝበለን። ነገራት ይገልጻ እየን። ገሊኤን ድማ ኣካላዊ ትርኢትካ ወይ ባህርያትካ ይማርኸን እሞ ስምዒታተን ምቁጽጻር ዘይክእላ ኣለዋ። ገሊኤን ደቂ ኣንስትዮ ድማ ብስዉር እየን ከም ዝደልያኻ ዝነግራኻ። እዚ ድማ ምስ ርእሰ ምትእምማን ዝተተሓሓዘ እዩ። ንኣብነት ፍሽኽታ ብምብዛሕ ወይ ሰሪቕካ ብምርኣይ። መቸም ኩላትና ከም ንፈልጦ ኣወዳት። ንዝሓፍራ ደቂ ኣንስትዮ ይፈትውወን እዮም። ደቂ ኣንስትዮ ብዝተፈላለየ ምኽንያታት ደሲቭ ክገብራኻ ዋላ እንተፈተና፣ ከም ብሂጋትካ ከም ዘላ ግን ንጹር እዩ። ስለዚ እቲ መልእኽቲ ንጹር እዩ፣ ንኸተለልዮ ብዙሕ ኣይትጽዓር። ምትንካፍ፣ ብዙሓት ደቂ ኣንስትዮ ኣብ'ን ከመይ ስምዒት ኣለካ ንምፍታን ኣብ ዘይተለመደ ቦታ ይትንክፋኻ እየን። ንምንታይ ኣብዚ ቦታ እዚ ስዒማትኒ? ንምንታይ ኣብዚ ቦታ እዚ ሒዛትኒ? ብምባል ኣብ ኣእምሮኻ ሓደ ነገር ምፍጣር እዩ። ከምኡ'ውን ኣብኣተን ዋላ ሓንቲ ስምዒት ተዘይብልካ፣ ከም ዘይሰልጥ ተረዲኤን ብቐሊሉ ኣንፈተን ይቕይራ። ኣብ ጥቓኻ ክትከውን ከላ ክትትንክፈካ ዘኽእላ መንገዲ ክትፈጥር እያ። ኣጋጣሚ ክትረኽበካ ከላ ኣብ ጥቓኻ ኮፍ ክትብል ትኽእል እያ። ኣብ ግዜ ዕላል ኢድካ መመሊሳ ክትትንክፈካ ትኽእል። እዚ ኸኣ ኣዝያ ከም ዝቐረበት ውሽጥኻ እውን ክርድኦ እዩ። ንዓኻ ብምትንካፍ እቲ ኣብ መንጎ ክልቴኹም ዘሎ ጋግ ክትዓጽዎን ክትሰግሩሉ ትኽእሉ ድልድል ትሃንጽ ኣላ ማለት እዩ። ናይ ዕድመ ሃጓፍ ኣፍልጦ ሃብ። ሓንቲ ብዕድመ ትንእሰካ እንተድኣ ናይ ብሓቂ ምሳኻ ክትከውን ደልያ፣ ኣብ ዕድመ ዘሎ ፍልልይ ከም ዘይሰክፋን ብዕድመ ካብኣ ዝዓብዩ ደቂ ተባዕትዮ ከም ትፈትውን ምዝራብ ክትጅምር እያ። ሕጂ እዚ ናይ ዕድመ ፍልልይ ኣፍልጦ ብምሃብ ከም ዘየሰክፋን ከም ትቕበሎን ንኽትፈልጠላ ኢላ ትዛረቦ እዩ። ምኽንያቱ ዘይትቕበሎን ዘሰክፋን እንተዝኸውን ነይሩ ብውሽጣ ክትብህገካ ወይ ድማ ምሳኻ ፍቕራዊ ርክብ ምጅማር ኣይምፈተነትን። ስለዚ ነቲ ኣብ ሞንጎኹም ዘሎ ናይ ዕድመ ጋግ ኣፍልጦ ምሃብ ነቲ ብዛዕባ እዚ ዘለካ ጭንቀት ከተፍኩሰልካ ስለ ዝደሊ እያ። ምኽንያቱ ብዛዕባ እቲ ጉዳይ ብግልጺ ተዘይተዛሪብኩም ንኽልቴኹም ክሳብ ክንደይ ከም ዝኸብደኩም ምግማቱ ይከኣል እዩ። ምኽሪ፣ ሓንቲ ብዕድመ ትንእሰካ ጓል እንተ ደልያትካ ምኽሪ ደልያ ክትመጸካ ትኽእል እያ። ከመይሲ ዕላል ንኽትጅምር ቀሊል እዩ ዝኾነላ። ንብዙሓት ሰባት ሓገዝ ወይ ምኽሪ ምሃብ፣ ንብዙሓት ሰባት ሓገዝ ወይ ምኽሪ ምሕታት ኣዝዩ ኣገዳሲ እዩ። ስለዚ ናባኻ መጺኣ ኣብ ሓደ ኩነታት እንታይ ክትገብር ከም ዘለዋ ክትሓተካ ከላ በቲ ትህባ ምኽሪ እዚ ንዓኣ ዓቢ ነገር ምዃኑ ኣይትረስዕ። ንርእይቶኻ ኣኽቢራ ከም ትሪኦን ምኽርኻ ከም ተኽብርን ጥራይ ዘይኮነስ ከይፈለጠት ነቲ ናይ ዕድመ ሃጓፍ ኣፍልጦ ብምሃብ ተኽብሮ'ያ። ምኽርኻ ንኽትሓትት ዘኽእላ ብዕድመ ስለ እተዓብያን ብተመኩሮኻን ብኸምኡ'ያ እትመርጾ። እቲ እትህባ ምኽሪ ድማ ካብ ኢንተርነት ዘንበብካዮ ዘይኰነስ ካብ ተመኩሮኻን ትምህርትኻን'ዩ ዝምንጩ። መደምደምታ ሓሳብ፣ ሓንቲ ጓል ከም ዝፈተወትካ፣ ትፈልጠሉ መንገድታት ብምርዳእ ንኽልቴኹም ከም ዝቐለልኩም እዩ ዝገብር። ንዓኻ ከም ዝደለየትካ ብምርዳእ ንስኻ እውን ብምትእምማን ከምቲ ብህጋኽ ከተርእያ ይቐለልካ ወይ ድማ ከምቲ ናታ ስምዒት ተዘይብልካ ብኣግኡ ክትነግራ ትኽእል። ንሳ እውን እቲ ነገር ከም ዘይኮና ኣሚና ካልእ ነገራ ትገብር። ሓደ ሓደ ደቂ ኣንስትዮ ገሊኦም ኣወዳት ነቲ ንሳተን ዝጥቀማሉ መግለጺ ድሌተን ስለ ዘይፈልጡለን ነቲ ሜላታት ዝጥቀማሉ ስለ ዘይርድኡለን ግዜኤን ዘባኽና ዘለዋ ኮይኑ ክስመዐን ይኽእል እዩ። ይኹን እምበር ነዚ ሎሚ ዝረኣናዮ ሜላታት ጽቡቕ ጌርካ ብምርዳእ ምሳኻ ድሌት ከም ዘለዋ ከተርእየካ ከላ ክተስተብህለሉ ተስፋ እገብር። ስለዚ ሓንቲ ጓል ትብህገካ ከም ዘላ ምፍላጥ ነቲ መስርሕ ፍቕሪ ከም ዘቃልሎን ዝያዳ ርእሰ ምትእምማን ከም ዝሓድረካ እዩ ዝገብሮ። ሕጂ እምበኣር ነፍሲ ወከፍ ጓል እንተደልያትካ እተርእዮም ምልክታት ዝተፈላለየ ስለ ዝኾነ፣ እታ ሓንቲ እትጥቀመሉ ሜላ ካብታ ሓንቲ እትጥቀመሉ መንገዲ ኣዝዩ ዝተፈላለየ ክኸውን ይኽእል እዩ። እዚ ሎሚ ዝረኣናዮም ብሓፈሻ መሰረታዊ ዝኾኑ ሜላታት እዮም።